ሰላም ወሰናይ ክቡራት ተኸታተልትና ናብ ካናልና ፍቕሪ ምስ ኩሉ እንቋዕ ብሰላም መጻእኩም። ሎማዓንቲ ሒዝናልኩም መጺና ዘለና ኣርእስቲ ፎርሙላር ናይ ጆብ ሰንተር ኮይኑ እታ ኣብ ዝሓለፈ ቪድዮና ንጆብ ሰንተር ዝምልከት ፎርሙላ ሒዝናልኩም ክንመጽእ ኢና ትብል ውሃ ጥራይ ፎርሙላ ዘይኮነትሲ ካልእ ፎርሙላ እታ ፎርሙላ ፈርኤንደሩስ ሚትታይሉንግ ትብል ኢና ሒዝናልኩም መጺእና ዘለና። ነዛ ፎርሙላ እዚኣ ከነቐድማ ዝመረጽናሉ ምኽንያት ከኣ ብህጹጽ ተድልዮም ኣሕዋት ስለ ዘለዉና ኢና። እዛ ፎርሙላር ፈርኤንደሩንስ ሚትታይሉንግ ትብል ሕጂ ሓቢርና ምሳኹም ክንመልኣ ኢና፣ ሰናይ ምክትታል ንምነየልኩም። እታ ሕጂ ሓቢርና ንመልኣ ፎርሙላ ፈርኤንደሩንስ ሚትታይሉንግ ትበሃል። ነዚኣ ከኣ ትመስል ፈርኤንደር ምስ ሚድታይሉም። እዚ ማለት ከኣ እዛ ፎርሙላ እዚኣ ትምላእ እንድሕሪ ደኣ ብጆብ ሰንተር ሓገዝ ዝወሃበካ ኮይኑ እሞ ነቲ ዝሕግዙኻ ዘለዉ ገንዘብ ብብዝሑ ኮይኑ ወይ ብኻልእ ዝትንክፍን ዘገድስን ምቅይያራት ወይ ለውጥታት ውልቃዊ ይኹን ወይ ሓበራዊ ኣብቲ ከም ሓደ ሓገዝ ዘድልዮ ሕብረት ማሌት በዳሃርስገማንሻፍት ዝፍለጥ ኣሎ ወይ ተገይሩ ማሌት እዩ። እቲ ጆብ ሰንተር ብዛዕባ እዚ ሓድሽ ኩነት ብህጹጽ ክሕበር ናይ ግድን እዩ። እንድሕር ደኣ ኣብታ መጀመርያ ዝመላእናያ ፎርሙላ ርኢኹማ ኮይንኩም፣ ሓገዝ ክሓትት ወይ ክትሓትት ከለኻ ኣብቲ መወዳእታ እንታይ ዝብል ኣሎ፣ ዝኾነ ዓይነት ምቅይያራት ብቕልጡፍ ክሕብር እየ ኢልካ ኢኻ ትፍርም። ስለዚ ዝኾነ ምቅይያር እንተሎ ንጆብ ሰንተር ምሕባር ኣገዳሲ እዩ። ደንጒኻ እንተ ሓቢርካዮም እሞ ዘይግብኣካ ገንዘብ እንተ ተዋሂብካ ጸኒሕካ፣ ክንደይ ግዜ ሓሊፉ ብዘየገድስ ክትመልሶ ትግደድ ኢኻ። በዚ ምኽንያት ቀልጢፍካ ምሕባር ውን ካብ ዕዳ ምቑጣብ ከም ዝኾነ ውን ክርደኣና ኣለዎ። ስለዚ እዛ ፎርሙላ እዚኣ ዝኾነ ለውጥታት ምስ ዝህሉ ንጆብ ሰንተር መሐበሪት ማለት እያ። ናብ ቁጽሪ ሓደ ክንከይድ ኣብ ቁጽሪ ሓደ እንታይ ይብል ኣሎ ከምቲ ቅድም ሕጂ ዝመላእናዮ፣ Fusvn Lishedaaten de Antragstellerin፣ ደስ ኣምላክ ሽቴላስ ውልቃዊ ሽም ናይቲ ሓገዝ ዝሓትት ዘሎ ማለት እዩ። ኣንሪይደ መጸዋዕታ ኣቶ ወይ ወይዘሮ፣ ሄር ወይ ፍራው ንብላ ብዚ ማለት እዩ። ፎናመ ናይ ቅድሚያ ሽም ንምሳሌ ተመስገን፣ ፋሚልየናመ ሽም ኣቦ ብርሃነ፣ ጌቦርትስዳቱም ትውልዲ ዕለት፣ ዕለት ዕስራን ክልተን ወርሒ ትሽዓተ ሽሕን ትሽዓተ ሚእትን ተስዓን ሽዱሽተን ኑመ ዴ ብዳሃፍስ ገማይንሻፍት፣ Nummer der Bedarfsgemeinschaft፣ ሕጂ ቁጽሪ ኣብ ጆብ ሰንተር ስለ ዘለኹም ምኽንያቱ ኣብ ጆብ ሰንተር እንተ ዘይትህልዉ እዛ Veränderungsmitteilung ትብል ፎርሙላ ክትመልእዋ ኣይምተገደድኩምን ስለዚ ቁጽሪ ክህልወኩም ኣለዎ ናይቶም ዘለኹሞም ጆብ ሰንተር ስለዚ እታ ቁጽሪ ኣብቲ ዝኾነ ጽሑፍ ደብዳቤ ዝሰዱልኩም ንሶም ብየማናይ ወገን ኣብ ላዕሊ ኣላ እንተ ረኺብኩማ ኣብዚኣ ትመልእዋ ማለት እዩ። ናብ ቁጽሪ ክልተ ክንከይድ ኣብ ቁጽሪ ክልተ እንታይ ይብል ኣሎ Weitere Personen in meinem Haushalt ካልኦት ሰባት ኣብ ገዛይ ማለት እዩ ኣብቲ ገዛ ምሳኻ ዝቕመጡ ሰባት ዝነብሩ ማለት እዩ ኣብዚ ሕጂ in meiner Unterkunft wohnt wohnen insgesamt ፔር ዞን እንብላ ሎዚ ማለት እዩ። ኣብቲ ገዛይ ምሳይ ዝቕመጥ ወይ ዝቕመጡ ብጠቕላላ ክንድዚ ሰባት ወይ ክንድዚ ሰብ ኣለዉ ትብል ማለት እዩ። ሕጂ ኣብዚ ንምሳሌ ሰለስተ ንብል ኣብታ ትሒትኣ ከኣ ማይን ብትሲምስቫይሰ ዴር ፋሚልየን ሽታንድ ኣይነስ ሚትግሊድ ማይነር በዳርፍስ ገማይንሻፍት ሃት ሲሽ ጌኤንደርት። Beziehungsweise wird sich ändern እዚ ማለት ከኣ እንታይ ማለት እዩ Familienstand ማለት ከምዚ ሕጂ ዘይምርዑው እንተኾንካ Single ምርዑው እንተኾንካ ከኣ Verheiratet እንድሕር ደኣ ሰብኣይኪ ወይ ሰበይትኻ ዝሞተት እንተኾይንካ ከኣ Verwitwet ዝብሃል ናይዚ ዓዲ ከምኡታት ማለት እዩ ሕጂ እንድሕር ደኣ ናትካ ናይ ስድራቤታዊ ኩነት ምልውዋጥ ኣሎ ኮይኑ ወይ ካብቶም ኣብቲ ማሕበር ምሳኻ ዝቕመጡ ዘለዉ ሰባት ኣብዚኣ ተጸልም ሽም ናይቲ ዝቕየር ዘሎ ወይ ለውጢ ዘምጽእ ኸኣ ዝጽሕፍ ማለት እዩ ዓይነት ምቅያር ንሕድኣኒ ካብ ሲንግል ጸኒሕካ ናብ ፈርሃይራተት ትብል ኮንካ ኣብዚ ትመልእ ማለት እዩ ታግ ደ ኤንደሩንግ ማለት ከኣ ካብ ዕለት ክንደይ እዩ እቲ ምቅያር ዝመጽእ ኣብታ ትሕቲኣ ከኣ እንታይ ኣላ ማይነ ገዛምት በዳፍስ ገማይንሻፍት

Wort ist sind ein oder ausgezogen beziehungsweise wird werden ein oder ausziehen እዚ ኸኣ እንታይ ማሌት እዩ ሓደ ወይ ብዙሓት ሰባት ካብቶም ማሕበር ሓደ ዘለና ክወጽእ እዩ ወይ ከኣ ናብቶም ማሕበር ዘለና ናባና ናብቲ ገዛና ንክኣቱ እዩ ትብል እንተኾንካ ኣብዚ ታሕቲ ትጽሕፍ ማሌት እዩ ሽሙ ፕሮናመ ናይ ቅድሚያ ሽም ንምሳሌ ሰወይኒ ፋሚሊ የናመ ብርሃነ ሕጂ ብዝተሓት እንታይ ኣሎ ኣየንት ሱግኣም መዓስ ዝኣቱ ወይ መኣስ እያ ትኣቱ ዕለት ንምሳሌ ዕለት ሓደ ወርሒ ዓሰርተ ክልተ ሽሕን ዕስራን እንድሕር ደኣኒ ዝወጽእ ሰብ ኣሎ ኮይኑ ከኣኒ ሽም ናይቲ ዝወጽእ ዘሎ ሰብ ጽሒፍኩም ኣብዛ ታሕቲኣ ኣውስቱግ ኣም ዝወጸሉ ዕለት ማለት እዩ ብቀጠልያ ሕጂ ብዝተሓት እንታይ ተጻሒፉ ኣሎ ቢተ ሊግን ዚ ኣይነ ሜርደ ብሻይኒጉም ፍይደ ፔርዞን ፎር ጊኣይንግትሶግኒስ ንነፍሲ ወከፍ ሰብ ናብቲ ገዛ ዝኣቲ

ታንትን ኦዳ ኡንክል ራይሽን ዚ ቢትር ዲ ኣንላገ ሃ ጊ ኣይን፣ እዚ ኸኣ እንታይ እዩ ዝብል ዘሎ፣ ንኻልኦት ኣዝማድ ከኣ ወይ ብምምርዓው ዝተዛመድካ፣ ዝተዛመድኩም፣ ዝምድና ዘለዎም ብመርዓ ዝተዛመድኩም ማለት እዩ፣ ንምሳሌ ኣባሓጎታት ወይ የሕዋት ልዕሊ ዕስራን ሓሙሽተን ዝኾኑ ወይ ከኣ ዝተመርዓዉ ቆልዑት ሓትነታትን ኣሞታትን ወይ ኣኮታትን ሓወቦታትን እታ ፎርምላ ኣንላገ ሃ ጊ ምልኣያ ይብል ኣብዚ ማለት እዩ።

ክትሓትት ኣለካ እዩ ዝብል ኣብዚ መሪች ቪድ እን ፎልገ ኣይነስ ኡምቱብስ ኣይነ ኖየ በዳፍስገማይንሻፍት ግግሩንድት ኢስት ፊር ዲዘ ኖየ በዳፍስገማይንሻፍት ኣይነ ገዞንደት ኣንትራክሽቴሉንግ ባይ ዴም ጹሽቴንዲግን ጆብ ሰንተር ኤርፎርደርሊሽ እንድሕሪ ደኣ ብምክንያት ገዛ ምቕያር ሓድሽ ሕብረት ሓገዝ ዘድልዮም ሰባት ማሲ በዳፍስገማይንሻፍት ተመስሪቱ ኮይኑ ነዚ ሓድሽ በዳፍስገማይንሻፍት ፍልይ ዝበለ ሓተታ ኣብቲ ሓድሽ ወይ ኣብቲ ዝግብኦ ጆብ ሰንተር ክግበር ከም ዘለዎ ነቲ ሓገዝ ይሕብር ኣሎ ኣብዚ መሪች ናብ ቁጽሪ ሰለስተ ክንሰግር ኣብ ቁጽሪ ሰለስተ እንታይ ይብል ኣሎ ፐርዞን ኣፍ ዲ ሲሽ ዲ ናክ ፎልገንድን ኣንጋብን ብትሲን ፍየ ቢስኣክ እዚ ማለት ከኣኒ እቲ ሰብ እቲ ነዚ ዝስዕብ ዘሎ ዝምላእ ፎርሙላታት ዝምልከት ማለት እዩ እዚ ፎርሙላ ሕጂ ካብ ቁጽሪ ኣርባዕተ ክሳብ ሸሞንተ ዘሎ ዝምላእ ዝምልከቶ ኣካል ንዑ ነቲ ዝምልከት ሰብ ካብ ዝትመልእ ማለት እዩ ሕጂ ንምሳሌ ቅድሚያ ሽም ተመስገን ፋሚልየ ናመ ሽም ኣቦ ብርሃነ ቁፅሪ ኣርባዕተ ኣብ ቁፅሪ ኣርባዕተ እንታይ ይብል ኣሎ ሕጂ ኣይንኮምን ኣይንኮምን ማለት ሕጂ እቶት እዩ እቶት ኣርባዕተ ሓደ ከዓ ኣርባይትስ ኣይንኮምን ኣውስ ኤርቬብስቲትሽካይት ሃውፕት ኡንድ ኣርባዕተ ሓደ ኣርባይትስ ኣይንኮምን ኣውስ ኤርቬብስቲትሽካይት ሃውፕት ኡንድ ኒምቤሩፍሊሽ ሚኒጆብ እዚ ማለት ከዓኒ ናይ ስራሕ እቶት ካብቲ ቀንዲ ትሰርሖ ዘለካ ስራሕን ወይ ከዓ እቲ ሚኒጆብ ዝብልዎ ማለት እዩ ሙሉእ ስራሕ ዘይኮነ ትሰርሖ ዘለካ ሕጂ ኣብቲ ታሕቲ እንታይ ይብላ ኣሎ ሰለስተ ዝምላእ ኣሎ ኣብዚኣ እታ ቀዳመይቲ ታይ ይብላ ኣሎ ሕጂ Aufnahme Einer neuen Tätigkeit ሓድሽ ስራሕ እንተ ጀሚርካ ኮንካ ናብዚኣ ትመልኣ Änderung bei einer laufenden Erwerbstätigkeit ስራሕ እንድሕር ደኣ ጸኒሕካ ኮንካ እሞ ገለ ለውጥታት ኣምጺኡ ኮይኑ ኣብዚኣ ትመልኣ ኣብታ ትሕቲኣ ከኣ Beendigung einer laufenden Erwerbstätigkeit እንድሕር ደኣ ክትሰርሕ ጸኒሕካ እሞ እቲ ስራሕ ተቋርጽ ኣለካ ኮንካ ከኣ ኣብዚኣ ትሕቲ እዚኣ ኣብዚኣ ትመልኣ ማለት እዩ። ሕጂ እዛ ቲታ እንታይ ትብል ኣላ ቢተ ኑወር ኤንደሩንገን ኢንዲ ቢትሬፈንደን ፌልዳ ኣይንትራግ በጃኻ ዝኾነ ምቅይያራት እንተሎ ጥራሕ ኣብቲ ኣገዳሲ ዝኾነ ቦታ ምልኣ እዩ ዝብል ዘሎ ማለት እዩ ሕጂ ንምሳሌ ኣብዚ ኢልናልና ንሕና ኣውፍናማ ኣይና ኖይን ኣቪያ ብስቴትሽካይት ሓድሽ ስራሕ ንጅምር ኣለና ንብል ኣለና ኣብዚ ንምሳሌ ሕጂ እንታይ ይብል ኣሎ ኣብዚ ናመ ኡንድ ፊርምንኣንሽሪፍት ደስ ኣርባይት ጌበርስ ህዝብስ እንታይ ይብል ኣሎ? ሽምን ኣድራሻን ናይቲ ወሃቢ ስራሕካ፣ ንምሳሌ ዶቸ ባንክ፣ Deutsche Bank፣ ናይ ጀርመን ባንክ ትሰርሕ እንድሕር ደኣ ናይ ስራሕ ጀሚርካ፣ ኣድራሻ ታውኑስ ኣንላገ ዓሰርተ ክልተ ሱሳ ሰለስተ ክልተ ሓሙሽተ ፍራንክፎርት ኣም ማይን ንምሳሌ ማለት እዩ፣ ኣብዚ ትሕቲኡ ከኣ በጊን ደያር ቴቲሽካይት ወይ ኣውስቢልዱንግ፣ ኣብዚ ሕጂ እቲ ትጅምሮ ዘለኻ ስራሕ መኣስ እዩ ዝጅምር ወይ ከኣ እንድሕር ደኣ ሞያ ክትቐስም ጀሚርካ ኮንካ መኣስ እዩ ዝጅምር ኣሎ ማለት እዩ ይብል ኣሎ። ሕጂ ኣብዚ ዕለት ሓደ ወርሒ ሸሞንተ ክልተ ሽሕን ዕስራን ንምሳሌ፣ ኣብዚ ጎኑ ከኣ እንታይ ይብል ኣሎ በፍሪስተትት ሂትሽካይት ቢስ ሕጂ ናይ ግዝያዊ ስራሕ እንድሕር ደኣ ኮይኑ ከኣኒ ኣብዚ ጽሕፎት ዕለት ማለት እዩ ኣብ ትሕቱ ሕጂ እንታይ ይብል ኣሎ ኣርባይትስ ኤንት ጌልት ብሩቶ ኢን ኦይሮ ደሞዝካ ብሩቶ ከይተቐረጸ ከሎ ኩሉ ብምሉኡ ሚእቲ ካብ ሚእቲ ክንደይ እዩ ንምሳሌ ሓሙሽተ ሽሕ ንበሎ ኣብዚ ጎኑ ከኣ ኣርባይት ኤንድ ጌልት ኔቶ ኢን ኦይሮ፣ ሕጂ እቲ ኣብ ኢድካ ዝኣቱ ገንዘብ ኩሉ ምስ ተቆረጸ ማለት እዩ፣ ቀረጽ ተቆሪጹ፣ ናይ ኢንሹራንስካ፣ ናይ ጥዕናካ ተቆሪጹ ዝኣቱ ከኣ ንምሳሌ ክልተ ሽሕን ሸሞንተ ሚእትን ተስዓን ኣርባዕተን ንበሎ፣ ኣብ ትሕቲኡ ከኣ ቭዩሽንትሊሸ ኣርባይትስጻይት፣ ሰሙናዊ ግዜ ስራሕካ ከኣ ንምሳሌ ሰላሳን ሓሙሽተን ሰዓት ኣብ ሰሙን ዝሰርሕ ንበሎ፣ ፌሊሽካይት፣ ደስ ኤርስትን ኣርባይት ኤንድ ጌልትስ እዚ ከኣ እቲ ደሞዝካ ዝኽፈለሉ እቲ መጀመርያ ደሞዝካሲ ዕለት ክንደይ እዩ ዝኽፈል ንምሳሌ ሕጂ መጨረሻ ወርሒ ዝኽፈል እንተኾይኑ ዕለት ሰላስን ሓደን ወርሒ ሸሞንተ ክልተ ሽሕን ዕስራን እዚ ሕጂ ኣብቲ ፈትራግ ኣብቲ ውዕል ናይ ስራሕ ትገብርዎ ኩሉ ክትረኽብዎ ትኽእሉ ኢኹም መኣስ ከም ዝኽፈል እቲ መጀመርያ ደሞዝ ሕጂ እዚኣ ምስ መላእካ ኣብዛ ትሕቲ እንታይ ትብል ኣላ ቢተ ፍሉን ዚ ዲ ኣንላገ ኤካ ባይ ዜልብሽተንዲጋ ቴትሽካይት ሱዘትልሽ ዲ ኣንላገ ኤካ ኤስ በጃኹም ወይ በጃኻ እታ ፎርሙላ ኣንላግኢካ ምልኣያ ንሕድኣ ነብስኻ ዘኽኣልካ ትካል ኣለካ ኮይኑ ናይ ውልቅኻ ትካል ከኣ እታ ፎርሙላ ኣንላግኢካ ኤስ ምልኣያ ትብል ማለት እዩ ኣብታ ትሕትኣ ከኣ እንታይ ትብል ኣላ ኣንሌስልሽ ዲያ ኣርባይትስ ኣውፍ ናምን ሃትሽ ዲ ክራንክንካስን ሱግሂርሽካይት ጌኤንደት እንድሕር ደኣ በዚ ናይ ሓድሽ ስራሕ ዝጅምርዎ ዘለኻ ወይ ትጅምርዎ ዘለኹም ምኽንያት ካልእ ኢንሹራንስ ቀይርኩም ኮንኩም እቲ ኢንሹራንስ ውን በዚ ምኽንያት እዚ ቀይርሉ ትብሉ ተኾንኩም ኣብዚኣ መሊእኹም ሽም ናይቲ ሓዳሽ ናይ ኢንሹራንስ ኣብዚኣ ትጽሕፉ እቲ ቁጽርኹም ናቱ ከኣ ኣብዚ ትጽሕፉ ማለት እዩ ንሕድኣ ንፈልጥዎ ኮንኩም ብቀጠልያ ከኣ እንታይ ጽሑፍ ኣሎ ቢተ ሊግን ዚ ኣይነ ሚትግሊድስበሻይኒጉንግ ኦዳ ኣይነን ኣንደትራይቲግን ናክቫይስ ዴክራን ካሰ ኡበ ኢረ ፈዚሾሩንግ ፎር ኤርዛ ትቫይሰ ኩንን ዚ ኣውክ ኢረ ግልቲገ ኤሌክትሮኒሸ ጌዙንድሃይትስካተ ፎሊግ እንታይ ይብላ ኣሎ ብዚ ሕጂ ናይ ኢንሹራንስ መረጋገጺ ኣባል ምዃንኩም ካብኦም ኣምጽኡ ወይ ከኣ ንሕድኣኒ ወይ ካልእ ዓይነት መረጋገጺታት

ሲንስን፣ ኤርብሻፍትን ኦደር ሼንኩንን፣ እዚ ማለት ሕጂ እንታይ እዩ? ሬንተ ጥሮታ እዩ፣ ክራንክንጌልድ ንሕሙማት ኢሉ ዝኽፈል ገንዘብ፣ እንድሕር ደኣ ኣብ መንጎ ስራሕ ኣለኻ እሞ እንዳ ሰርሕኻ ሓሚምካ ካብ ሽዱሽተ ሰሙን ንደሓር ዘሎ ከምቲ ኣብቲ ካልእ ቪድዮታት ዝበልናዮ እቲ ናይ ኢንሹራንስ ናይ ሕክምናኻ እዩ ዝኸፍለካ። ትርጉም ሙዚቃ ማለት እዩ። Übergangsgeld፣ መሰጋገሪ ገንዘብ፣ Arbeitslosengeld፣ መጀመርያ ካብ ስራሕ እንድሕር ደኣ ን ወጺእኻ ቅድሚ ናብ ጆብ ሰንተር ምኻድካ ተመልክቶ ገንዘብ፣ Arbeitslosengeld፣ ናይ ቡንደስኣጌንቶ ዝኽፈል ማለት እዩ። Elterngeld፣ ናይ ወለዲ ገንዘብ፣ እንድሕር ደኣ ን ውሉድ ወሊድካ ኣለኻ ኣብቲ መጀመርያ ዓመት ዝኽፈል ማለት እዩ። Mutterschaftsgeld፣ ን ደቂ ኣንስትዮ ዝምልከት እዩ እዚ ከኣ ን እንድሕር ደኣ ን ኣብቲ ሕርሰን ግዜ ዝቐርባሉን ምስ ሓረሳ ድሒሩ ንቑሩብ ግዜ ስራሕ ክሰርሓ ስለ ዘይፍቀደን ዝኽፈል ገንዘብ እዩ። Kinderzuschlag፣ ንቆልዑ ኢሉ ዝኽፈል ገንዘብ፣ Wohngeld፣ ሓገዝ ንገዛ ኢሉ በቲ ከተማ ዝኽፈል ገንዘብ፣ Steuerrückerstattungen፣ ናይ ቀረጽ ዝኸፈልካዮ ዝያዳ ቀረጽ ተኸፊልካ ኣብ ዓመታዊ ዝምለሰካ ኣሎ ካብኡ እንድሕር ደኣ ኮይኑ እቶት ኣሎ ከምኡ ከምኡ እንድሕር ደኣ ተመሊስካ ማለት እዩ፣ Insolvenzgeld፣ Insolvenzgeld፣ ዝኽፈል ከኣኒ እንድሕር ደኣኒ እቲ ወሃቢ ስራሕኻ ደሞዝ ንኽኸፍል ብቕዓት ዘይብሉ ኮይኑ እንድሕር ደኣ ኸሲሩ እቲ Arbeitsamt፣

Nicht anzugeben እዚ ኸኣ እንታይ እዩ ዝብል ዘሎ ሓገዝ ብናይ ጆብ ሰንተር በቲ ናይ ዓንቀጽ ወይ ብንመነባብሮ ወይሉ ሓገዝ በቲ ናይ ሕጋዊ መሰረት ብዝኽፈል ናይ መንግስታዊ ሓገዝ ወይ ገንዘብ ከም ናይ በዓል ጆብ ሰንተር ማለት እዩ ኣብዚ ከም እቶት ኣይጸሓፍን እዩ ምጽሓፍ ኣየድልየካን እዩ ዝብል ዘሎ ማለት እዩ ሕጂ ኣብዛ ትሕቲኣ Ein weiteres Einkommen ist hinzugekommen beziehungsweise wird hinzukommen ካልእ ኣታዊ ተደሪብንሎ ወይ ተወሲኽንሎ ወይ ከኣ ክውሰኸኒ እዩ ክመጸኒ እዩ ትብል ተኾንካ ኣብዚኣ ኣብ ትሕቲኣ ከኣ Eine Änderung im Einkommen ist eingetreten bzw. wird eintreten ኣብቲ ናይ እቶተይሲ ለውጢ መጺኡ ኣሎ ወይ ምቅይያራት መጺኡ ኣሎ ወይ ከኣ ክመጽእ እዩ ለውጢ ክመጽእ እዩ ትብል ተኾንካ ከኣ ኣብዚኣ ትመልእ ኣብ ትሕቲኡ ሕጂ እንታይ ይብላ ኣሎ Grund der Änderung ምኽንያት ናይቲ ምቅይያር Einkommensart ዓይነት እቶት Tag der Änderung ካብ መኣስ እዩ እቲ ምቅይያራት ዝጅምር

ናይ ክዳንካ ድዩ ናይ መገድኻ ድዩ ናይ ትራንስፖርትኻ ድዩ ሕጂ ንዕኡ ዝምልከት እዩ እዚ ማለት እዩ ሕጂ እዚ ውጪታት እዚ እዚ ወጻኢታት እዚ ካብቲ እቶትካ ትቅንሶ ኢኻ ሕጂ ንዕኡ እዩ ዝሕብር ዘሎ ንዕኡ ዝምልከት እዩ ሕጂ ኣብዚ እንታይ ይብል ኣሎ ዲ ቨያቡንግስኮስትን ጹም ባይሽፒልፋት ኮስትን ዶፕልተ ሃውዝሃልትስፊሩንግ ሃብን ዝሽኪ ኤንዳት ብጺምስባይስ ቨያርድን ዝሽ ኤንዳን እዚ ኸኣ እንታይ ዝብል ዘሎ እዚ ከምዚ ወጻኢታት ክንገልጾ ዝጸናሕና ወጻኢታትሲ ኣብዚ ለውጢ ጌሩ ኣሎ ወይ ከኣ ለውጢ ኽገብር እዩ። ንምሳሌ ናይ ትራንስፖርት ወይ ከኣ ነቲ ስራሕኻ እንድሕር ኣብ ርሑቕ ኮይኑ ካልኣይ ገዛ ተኻሪኻ ኣሊኻ ኣብኡ ንኽትሰርሕ ኣብ መንጎ ሰሙን ኢልካ ትካረዮ ገዛ ውን እንተሎ ከምኡታት ዓይነት ወጻኢታት ለውጥታት ኣብኡታት እንድሕር ደኣ ኣሎ ኮይኑ ኣብዚ ንኽትሕብሮም ማለት እዩ Grundänderung ዓይነት ምኽንያት ናይቲ ምቅይያራት Neue Gesamtbetrag እቲ ሓድሽ ብዝሒ ናይቲ ገንዘብ ማለት እዩ Tagdeänderung ካብ ዕለት ክንደይ ከም ዝኸን ወይ ከም ዝመጸ ምቅይያራት ወይ ካብ መኣስ እዩ ዝኸውን እቲ ምቅይያራት ማለት እዩ እቲ ዕለት ትጽሕፍ ቢትል ይግንዚ ኣክቱኤለ ናክቫይሰ ፎኻ ይብል ኣብዚ ብቐጠልያ ሓድሽ ዝኾነ መረጋገጺ ከኣ ኣቕርብ ይብል ኣሎ ማለት እዩ ሓምሻይ ኣብ ቁጽሪ ሓሙሽተ ከኣ ባንክ ፈቢኑም ናይ ባንኪ ርክብ ምርኽኻብ ማለት እዩ ዲ ባንክ ፈቢኑም ሃትሽ ከኤንደት በትሲምስቫይሰ ቪየትሽ ኤንደን እቲ ናይ ባንኪ ሂብካዮም ዝጸናሕካ ስጋብ ሕጂ ቁጽሪ ባንክኻ ተቐይሩ ኣሎ ወይ ከኣ ክቕየር እዩ። ከምኡ እንድሕር ትብል ኮንካ ኣብዚኣ ትመልኣ ኣብዚ ሕጂ እቲ ዋና ናይቲ ባንኪ ሽም ኣብዚ ትጽሕፎ Tag the Änderung ካብ መኣስ እዩ እቲ ምቅይያር ክመጽእ ቁጽሪ ናይቲ ሓድሽ ባንኪ ከኣ ኣብዚኣ ትጽሕፍ ኣለዎ ማለት እዩ ናብ ቁጽሪ ሽዱሽተ ክንከይድ ኣብ ቁጽሪ ሽዱሽተ ከኣ እንታይ እዩ ዝብል Kosten für Unterkunft und Heizung ዋጋ ወይ ወጻኢ ንክራይ ገዛን መውዓይኡን እዩ ዝብል ኣብዚ ማለት እዩ ሕጂ Die Kosten für Unterkunft und Heizung haben sich geändert beziehungsweise werden sich ändern እቲ ዋጋ ንክራይ ገዛን መውዓይኡን ዝምልከት ተቐይሩ'ዩ ወይ ክቕየር'ዩ፣ እንድሕር ደኣ ንኸምኡ ኮይኑ ኣብዚኣ ትመልኣ፣ ኣብዚ ከኣ ምኽንያት ናይቲ ምቅይያር ኣብዚ ትመልእ ማለት'ዩ፣ እንድሕር ደኣ ንክራይ ገዛ ወሲኹ ኮይኑ ሚእቲ ኤርሁ'ዩ ትብሎ፣ ካብ መኣስ ከም ዝኾነ ከኣ እቲ ምቅይያር ከኣ ኣብዚ ትጽሕፎ'ቲ ዕለት፣ ኣብዚ ሕጂ እንታይ ይብል ኣሎ፣ ብቀጠልያ Bitte fühlen Sie die Anlage KDU aus und legen Sie aktuelle Nachweise vor፣ በጃኻ እታ ፎርሙላር ኣንላገ ካዲኡ ምልኣያ፣ መረጋገጺታት ከኣ ምስኡ ኣቕርብ እዩ ዝብል ዘሎ ማለት'ዩ፣ ናብ ቁጽሪ ሸውዓተ ክንሰግር፣ ኣብ ቁጽሪ ሸውዓተ ከኣ እንታይ'ያ ትብል፣ ክራንከን ኡን ፍሊግፍዝሸሩም፣ ናይ ጥዕናን ናይ ምእላይን ኢንሹራንስ እዩ ዝብል ማሌት እዩ። ዲ ክራንክንካሰ ሃት ስሽ ገኤንደርት፣ በጺምስዋይሰ ቪየት ስሽ ኤንደርን። ሕጂ እቲ ናይ ኢንሹራንስኻ ዝነበረ ሕጂ ማለት እዩ፣ እንድሕር ደኣ ኒኽ ቀይርካ ኣለኻ ወይ ክቕየር እንድሕር ደኣ ኮይኑ ኣብዚ ትሕብር ማሌት እዩ። እንድሕር ደኣ ቀይርካ ኮንካ ከኣ ሓድሽ ናይቲ ኢንሹራንስ ሽም ኣብዚ ትጽሕፎ፣ እቲ ቁጽሪ ናቱ ኣብዚ ትጽሕፎ፣ ካብ ዕለት ክንደይ ምዃኑ ከኣ ኣብዚ ትጽሕፍ። ደሓር መረጋገጺ ብቐጠልያ። ዝጽሕፍ ዘሎ ከኣ መረጋገጺ ዋላ እታ ሓዳሽ ካርድ ናይታ ኢንሹራንስ ውን ክትህቦም ትኽእል ኢኻ፣ ተዘየለ ግን ኣባል ናይቲ ኢንሹራንስ ምዃንካ ካብቲ ኢንሹራንስ ውን ወረቐት ክተምጽኣሎም ትኽእል ኢኻ። ኣብ ትሕቱ ከኣ እንታይ ይብል ኣሎ ባይ ፕሪቫታ ክራንክን ኡን ፍሊገፈሲሸሩንግ እንድሕር ደኣ ፕራይቬት ኢንሹራንስ ኾንኩም ዘለኹም እቲ ናይ ሕጋዊ ናይ መንግስቲ ዘይኮነስ እቲ ባዕልኹም ኣብ ፕራይቬት ኢንሹራንስ ኣሊኹም ኮንኩም ግን ኣብዚኣ ትሕቲ ኣትመልኡ ማለት እዩ። እዚ ሕጂ ንመብዛሕትኡ ኤርትራዊ ሓድሽ ዝመጽእ ዘሎ ዝምልከት ኣይመስለንን ግን ኣይፍለጥን እዩ ሓደ ሓደ ይሰኣን ንኸውን እዩ ሕጂ ዲ ባይትራክ ስዩ ሃት ስሽ ገኤንደት ብቲንግስራይስህ ቬት ሽኤንደን እቲ ወርሓዊ ዝኸፍሎ ነቲ ኢንሹራንስ ናይቲ ናይ ፕራይቬት ኢንሹራንስ ማለት እዩ ተቐይሩ ኣሎ ወይ ክቕየር እዩ ሕጂ ኖየ ሞናትልሽ ህዩ ድስ ክራንክን ፈዚሸሩንግስ ባይትራግስ ኢን ኦይሮ ይብል ኣብዚ ማለት እዩ እዚ ሕጂ ዘሎ እቲ ሓድሽ ወርሓዊ ክፍሊት ነቲ ናይ ኢንሹራንስ ቢኢሮ ኣብዚ ጽሓፍ ክንደይ ኢዩ ቭላንቲር ዝጽሕፍ ኣብዚ ከኣ ኖየ ሞናትልሽ ህዩ ድስ ፍሊገ ፍዝሸሩንግስባይትራገስ ኢን ኦሮ እዚ ፍሊገ ፍዝሸሩንግ ዝብል ሕጂ ምስ ንናይ ጥሮታ ምስ ወጻእካ ናይ ምእላይ ኢንሹራንስ ኢዩ እዚ ከኣ እዚ ሓድሽ ንዕኡ ዝምልከት ወርሓዊ ወጻኢ ከኣ ክንደይ ምዃኑ ከኣ ኣብዚኣ ትመልእዋ ማለት እዩ። ኣብ ትሕቲኡ ከኣ En neue monatliche Höhe des Beitrags im Basistarif in Euro ሕጂ እቲ ናይ ፕራይቬት ኢንሹራንስ ወይ ናይ ፕራይቬት ኢንሹራንስ ዘለካ ሕጂ ዝተፈላለየ ዓይነት ኢንሹራንስታት እዩ ዘሎ ሕጂ እቲ ባዚስ ዝኾነ እቲ መሰረታዊ ዝኾነ ኢንሹራንስ ዋላ ሓደ ከይወሰኸ ማለት እዩ ክንደይ እዩ ወርሓዊ ይብል ኣብዚ ማለት እዩ ሕጂ ንምሳሌ እንድሕር ደኣ ነቲ ወርሓዊ ኖርማል ዝኾነ ኢንሹራንስ ኣብኡ ክልተ ሚእቲ ኮይኑ እሞ ንስኻ ንካልእ ዝተፍላለየ ዓይነት ኢንሹራንሳት ምስኡ ሓዋዊስካ ናብ ኣርባዕተ ሚእቲ ዝበጽሕ ኮይኑ ክፈላለ ይኽእል እዩ ሕጂ እዚኣ ንሳ ተጽሕፍዋ ማለት እዩ ታግ ተኤንደሩንግ ካብ ዕለት ክንደይ እዩ እቲ ምቅያር መጺኡ ዝብል ኣሎ እዚ ከኣ ኣብዚኣ ትመልእዋ ማለት እዩ ኣብዛ ብቀጠልያ ከኣ እንታይ ጽሒፉ ኣሎ ቢተ ሊግን ዚ ኣልት ናክፋይስ ዴን ኣክቱኤልን በሻይድ ኢበ ዲ ሁር ደስ ሞናትሊሽን ባይትራግስ ሶ ፕራንክን ኡም ፍሊገ ፌዚሾሩንግ ፎ ሶ ቪ ኣይነ ናክቫይስ ኢበ ዴን በትራግ ዴን ዚ ኡም ባዚስ ታሪፍ ዛልን ግበር ንሕጂ ዝም ኢልካ ይብል ኣሎ በጃካ መረጋገጺ እቲ ናይ ውሳኔ ናይቲ ወርሓዊ ትከፍሎ ዘለካ ጽሑፍ ካብታ ኢንሹራንስ ናይ ጥዕና ኢንሹራንስን ናይ ምእላይ ኢንሹራንስን ኣቅርብ ይብል ኣሎ ኣብ ርእሽኡ ከኣኒ እቲ መሰረታዊ ውዕል ናይታ ኢንሹራንስ ክንደይ ከምከፈልካ ኔርካ እቲ ዝሓሰረ ማለት እዩ እቲ መሰረታዊ ከኣኒ ናብቲ መረጋገጺ ውን ኣብዚ ተቅርብ ማለት እዩ ወይ ኣቅርብ ይብል ኣሎ ናብ ቁጽሪ ሸሞንተ ክንከይድ ኣብ ቁጽሪ ሸሞንተ ሕጂ እንታይ ይብል ኣሎ ቢት ጊም ዚህየ ኣለ ኤንደሩንግ ኣን ጊዚ ኖኽ ኒሽት ሚት ጌታይል ታሃብ። በጃኹም ክሳብ ሕጂ ዝተኾነ ምቅይያራት ዘይሓበርኩሞ እንተሎ ኣብዚ ምልኣዮ ይብል ማለት እዩ። ንምሳሌ እዩ ዝብል ዘሎ እዚ ሕጂ እዚ ብዚ ተጠቂሱ ዘሎ ምሳሌታት ሕጂ እዚ ጥራሕ ዘይኮነሲ ካሊዕ ልኡ እንተሎ ካልእ እውን ክትመሊ እዩ ዝሕብር ንምሳሌ ይብል ኣብዚ ሕጂ ሲመሽትን ኦዳ ኣይን ሚትግሊድ ኢረ በዳፍ ገማንሻፍት መሽተ ኑን ኣንሽፕሩኽ ኣውፍ መያበዳፍ ከየጠምጠማኽን ብሕጂ ንስኻ ወይ እቲ ኣባል ናይቲ ማሕበርካ ዘሎ ኣብኡ ሓገዝ ዘድልዮ ከምቲ ኣብ Bedarfsgemeinschaft ሕጂ ዝያዳ ገንዘብ የድልሎ ኢልካ ክትሓትት ትደሊ ትኸውን ንምሳሌ Mehr Bedarf für Schwangere ኣብዚ ሕጂ ጥኑሳት ንደቂ ኣንስትዮ ዝምልከት ማለት እዩ ሕጂ ንሕዳ ጠኒሳ ኣላ እታ ሰበይቲ ዝያዳ ገንዘብ የድልይ ሓገዝ ከም ዘድልያ ርዱእ ስለ ዝኾነ ኣብዚ ክትሓትት ትኽእል ወይ ከኣ ኔቨ ዳፍ ፌርኮስት ንኣፍሪን ንውዕን ነይሩ። እንሕ ድኣ ፍሉይ ለውጥታት መጺእሞ ብዝዕና ምኽንያት ዝያዳ ፍልይ ዝበለ ምግብታት ክትምገብ ኣለካ ኮይንካ ውን። እዚ ሓደ። ካልእ ከኣ ኤስ ሃብን ዝሽ ኤንደሩን ሱም ፈርምዩግን ኤጊብን ኦዳ ቬርድን ዝሽ ኤጊብን። ንምሳሌ ንሃብትኻ ዝምልከት ለውጥታት ምቅይያራት እንተመጺኡ እንሕ ድኣ ዝያዳ ሃብቲ ኣጥሪኻ ኮንካ ወይ ሃብቲ ድለካ ኮይኑ ክትሕብር ማሌት እዩ። ወይ ከኣ እንተድኣ ነይርካ እሞ ቀኒሱ ኮይኑ ንክትሕብርት ምቅይያራት ዘለዎም ሃብቲ ዝምልከት ንሃብትኻ ዝምልከት ማለት እዩ። ኣብ ትሕቲኡ ከኣ Es wurde eine andere Leistung beantragt ካልእ ዓይነት ሓገዝ ሓቲተ ኣለኹ ወይ ተሓቲቱ ኣሎ ንምሳሌ BAföG፣ Berufsausbildungshilfe፣ ን ሞያ ንክትቐስም ዝበሃል ንሓገዝ ዝኽፈል ገንዘብ፣ Ausbildungsgeld፣ ናይቲ ሞያ እንዳ ሰራሕኻ ከለኻ በቲ ሞያኻ

Verkehrsspiel oder Sportunfall, ärztliche Behandlungsfehler oder tätliche Auseinandersetzung ዝሕጂ ታይ እዩ ዘሎ እንድሕሪ ደኣ ብሳልሳይ ኣካል ንስኻ ተጎዲእኻ ወይ ተሃሲኻ ኾንካ ጥዕና ዝምልከት ማለት እዩ ንምሳሌ ኣብ ስራሕ ሓደጋ ኣጓኒፉካ ተኾይኑ ወይ ኣብ መገዲ ኣብ Verkehr ማለት እዩ ኣብ ሓደጋ ኣጓኒፉካ ኾይኑ ወይ እንዳተጻወትካን ወይ ስፖርት እንዳገበርካን ከለኻን ሓደጋ ኣጓኒፉካ ኾይኑ ወይ ከኣ ሓኻይም ብዝገበርዎ ጌጋ እንድሕር ደኣ ዝተፈላለዩ ናይ ጥዕና ጸገማት ኣጓኒፉካ ኮይኑ ወይ ከኣ ሳዕቤን ናይ ባእሲ ዝኾነ ጸገማት መጺእካ እንተኾይኑ እዩ ዘሎ ሕጂ እዚ ምሳሌታት ዝገልጾ ዘሎ። እዝን ከምዚ ዓይነትን ወይ ካልእ ምቅይያራት እንድሕር ደኣ ኣሎ ኮይኑ እቲ ካልእ ምቅይያራት ዝብሎ ዘሎ ማለት እዩ ኣብዚ ምልእዎ እዩ ዝብል ዘሎ። ሕጂ እቲ ዓይነት ምቅይያራት እንተሎ ኮይኑ ሕጂ ኣብዚ እንታይ ይብል ኣሎ?

ሕጂ ከምኡ ኢልካ ዝተፈላለየ ምቅይያራት ኣብዚ ትገልጸሉ እዚ ምስ ገለጽካ ድሓር ኣብታ ታሕቲ ብቀጠልያ እንታይ ትብል ኣላ Bitte legen Sie aktuelle Nachweise vor ግዝያዊ ዝኾነ መረጋገጺ ነዚ ለውጢ መጺኡ ዘሎ ትብሎ ዘለኻ ኣቅርብ እዩ ዝብል ዘሎ ኣብ ትሕቲኡ ከኣ Ich bestätige dass die Angaben richtig sind ኣነ እዚ ሂበዮ ዘለኹ ጽሑፋት ሓቂ ምዃኑ የረጋግጽ ኣለኹ እዩ እትብል ማለት እዩ። ኣብ ትሕቲኡ ዕለት፣ ዕለት ንምሳሌ ዕለት ሰላሳ ወርሒ ሸውዓተ ክልተ ሽሕን ዕስራን፣ ከተማ ፍራንክፎርት ኣም ማይን፣ Unterschrift Antragstellerin Antragsteller ፊርማ ማለት እዩ፣ ፌርማ ናይቲ ሓገዝ ዝሓትት ዘሎ፣ ናብዚ ይፍርም። ትሕቲ ዕድመ እንድሕር ደኣ ኾንካ ከኣ ወይ ትሕቲ ዕድመ እንተኾይኑ እቲ ዝፍርም ዘሎ ከኣ እቲ ንዕኡ ሓላፍነት ተሸኪሙ ዘሎ ወላዲ ወይ ካልእ ኣካል ኣብዚ ይፍርም ማለት እዩ። ክቡራት ተኸታተልትና እዛ ሒዝናልኩም መጺእና ዝነበርና ፎርሙላር ኣንላገ ፌኤንደሩንግስ ሚታይሉንግ ኣብዚኣ ወዲእና ኣለና። ናብ ካልእ ፎርሙላርና ክንሰግር። ዝኾነ ዘይበርሀ ነገር እንድሕር ድኣ ኣሎ ኮይኑ ብ ኮሜንት ጌርኩም ክትሓቱና ትኽእሉ ኢኹም። እንድሕር ድኣ ፎርሙላታት ኣለኩም ኮይኑ ከምዚ ሕጂ ኣቕሪብናዮ ዘለና ጌርና ክነቕርበልኩም እትደልይዎ ብ ኢሜይል ጌርኩም ክትሰዱልና ትኽእሉ ኢኹም። ኣብ ቀጻሊ ቪድዮና ክሳብ ንራኸብ ከኣ ብሰላም ጽንሑ።